the ኮመንት ጸሓፋይ ኮመንታተር ኮመንታተር ናይ ሙሉ ኤርትራውያን ኦንላይን ሶሻል ሚድያ ማለት እዩ the biggest um, ነሽነሽ እንታይ ኢኻ ትብሎ እቲ ስራሕካ እንታይ እዩ

ዓቢ ዓቢ ያ ሕጂ እንታይ መሲልኪ ብበዝሒ ሰብ እኮ ከምዚ ደስ ኢልዎ ኣይኮነን ዝጻረፍ ነይሩ እቲ ዝጻረፍ ነበረ ወይ ብተንኮል ብሕማቕ ኣይኮነን ከምዚ ንኽላገጽ ንኽጻወት ኢሉ እዩ ዝጻረፍ ነይሩ ድሕሩ ንሕና ቁም ነገር ክንጽሕፍ ምስ ጀመርና እቲ ሰብ እንታይ ኮይኑ ከምዚ እንታይ ግድሽ እንደ ተባብዕ ገለ ንምባል ይመስለኒ ጽቡቕ ተቐይሩ እምበር ከምዚ ዓብ ዓወት ገለስ ኣይኮነን ማለት እየ

ክደርፈልኪ ካል መዓልቲ ክደርፈልኪ ነበረ ካል መዓልቲ ክደርፈልኪ ኣይከውን ያ እደረፍ ነረ ኣብ ኤርትራ ማለት እዩ ኢታሊ ምስ መፀኹ ስቱድዮ የረኸብኩን ደርፊ ክሰርሕ ኣይከኣልኩን ኣብ ምትብባዕ ኮይነ ሽዑ ያ ክደርፍ ተዘይከኣልኩ ንዝደርፉ ከተባባዕ ኣለኒ ገለ ነገር ገብር ኣለኒ ኢለ ናብ ምትብባዓት እየ ማለት እዩ ሕጂ ሕጂ ግን ገለ ሰባት ከም ዝደርፍ ምስ ፈለጡ እንታይ ይብሉ ኣሃ መታን ኣብቲ ናቱ ደርፊ ጽቡቕ ንኽጽሕፉሉ ኢሉ እዩ እሞ ደይ ወጻኻ ደይ ወጻኻ ክሳይ ትገብር ዘሎ ገለ ይብሉኻ ግን ሓፈሻዊ ደሓን እየ ከምዚ እፍትን እየ ደርፍታት ንፉዕ ደራፊ ገለ ይኮንኩ እንዳ ሕጂ ብሓም ሽግር ተላፋ ኣሎ ሕጂ ኣለዋ ሽግር ሲ። ኣሎ እይ። ሕጂ ሽግር እ፣ ኮመንት ክትጽሕፊ ሰብ ትፈልጠካ ተተባቢዒ ትፈልጠካ ሻሎም ሻሎም ክትብል ትፈልጠካ ደራፊ ኮንካ ገለ ከምዚ ኢልካ ተባዕቲምካ ፍቕረይ ገለ ኢልካ ክትደርፍ እቕበለካ ዶ እቲ ሰብ በቲ ካልእ ለሚድካ ጸኒሑ ምተቐበልኩሞ እሱ ሕጂ እቲ ሽግር ትቕበልኒ ዶ ሓደ ሻሎም ሻሎም ግደ ዳበለ ትፈልጦ ሰብ ኮመንት ዝህብ ሰብ ክደርፍ ከሎስ ተቕበልዎ ዶ እዚ ሽግር ኣሎ ይፍሓወ እዚ ሎ ሽግር ኣሎ እዚ ሕጂ ዓብ ሽግር ማለት እዩ ያ ተስሕቆ ኢኹም ወይ ከዓ ከምዚ ሰብ ከመይ ክቕበለካ ክእል ከምዚ ማይናስ ወዲ ሽቆ ይምሻ ኣሎ በቃ እስኻ ከዓ ሓውሲ ከተማ ተዓቢኻ ወዲ ሓውሲ ከተማ ኢልካ ደርፍ ማለት ናይ ሓውሲ ከተማ ድዓብኻዮ ከምኡ እንዳገበርካ

ዝግበር የለን ግን ክደርፍ እየ ድሓን ኣምላኽ ርእቶ ን- ዘዝቕበል ርእቶ ምዃኑ። ነጽበ ካባኹም ደቂ ኤርና ኮመንት ጸሓፉልና ኢኹም ምሰማዕክዎም ዶ ሻሎም ሻሎም ዋላ እንተበለ
በታ ሓደ እንዲዩ ነይ በቃ ሎማዓንቲ ብዛዕባ ደረፍቲ ኢና ንብል በቃ ከምኡ ዕሸና ስቕ ሕጂ ትፈትዮም ኣነ ሰለስተ ዝፈትዎም እም፣ ደረፍታት ሒዘ ኣለኹ ጽቡቕ። ሽዑ ምስ ተላለኹ እነ

እሳ ሰለስተ እትፈትዎም ደረፍቲ ክተቅርበለይ ኣነ ከኣ ሰለስተ ደስ ዝብሉን ዝምስጡኒ ክቀርበለይ ተርጓማይ ረኪበ ኣለኹ ኤፉ ሓወይ ተርጓማይ እያ
ዕርፍቲ ረኺበ ኣለኹ። ዕርፍቲ ረኪብካ ኣለካ ትርጅማን ንሰርሕ እና ኣብ ትግርኛ ናብ ትግርኛ

ሪኢኹማ ተስፋ ይገብር ደቂ ኤረና እቲ እንታይ ደስ ብለኒ ኣብታ ደርፊ እዚኣ ቅድም እቲ ቦታታት ማራ መሪፆም እዮም መርሃዊ መለስ የሰሪሕዋ ባይዘወይ ዳይሬክተር ገይርዋ

ክልተ ደርፊ ኣለዎ ክልተን ማራ ብሉጻት ኣነ ምበልኩን ብሓቂ እታ ኣነ ዝፈትዋ ግን ነፃ ምዃን እያ ከምዚ ህዲ ኢልካ ገዛኻ ኮንካ ትሰምዓ ትኽእል ካብ ግጥማ እቲ ቪድዮ ክሊፕ ካብ ዜማ ከዓ እቲ ሳዕስዕቲ ኣለቭት

እውይ ናይዛ ጓል ነገር ዘይበሌላ ዓመት ሓሊፉስ ድማ ነዚ።

ጽቡቅ ከም ዝሰርሐ ምክንያቱ ኩላህና ንፈልጥ ኢና ሕጂ ንሕና ከ ኩሉ ግዜ ንዓና ይተባባዕ እንዳኮነስ ንሕና ሓጂ ንተባብዖ
ናይ ልማኖ ከ ኣይኮነን ሓቂና ንጥራይ ንዛረብ
ሕጂ ናትካ ደርፊ ኣስማዓኒ ናቲ ሰለስተ ደርፊ ሕጂ ዝፈትዎ ማለት እዩ ሓፈሻዊ ደርፊ ይጸልእኒ ንብዙሓት እየ ዘድንቆም ናይ ሓቂ ንክዛረብ ማለት እዩ ሕጂ ደስ ዝብልኒ ግን ሰለስተ ድምጻውያን ቀሪበልኩም ኣለኹ ሰለስተ ድምጻውያን ኤርሚያስ ግበርለይ መጀመርታ እሺ ሐረ ኤርሚያስ ክፍልዝጊ
ያ ኤርሚያስ ክፍልዝጊ ብጣዕሚ እዩ ንፉዕ ተሓው ትብል እዎ ሓው ትብል ደርፊ ብጣዕሚ እዚኣ ትምስጠኒ ማራ። ኣመና እዩ ንፉዕ እቲ ዳይረክት ጌሮሞ ዘለዉ ረእዮ እቲ ህጻን ቆልዓ ረእዮ ነታ ጸሓይ ከመይ ይጥምታ ኣሎ ኣርእዮም እታ ካሜራ እዚ ህጻን ቆልዓ ነታ ጸሓይ ጥራይ ማዕረ ሰቡ ዝጥቀመላ እቲ ካልእ ሃብቲ የብሉ ካልእ ሰብ ትሕቲ ሰቡ እዩ እዛ ጸሓይ እዚኣ ግን ማዕረ ሰቡ እዩ ዝጥቀመላ

ያ ብጣዕሚ ግጥሚ ናይ ኤርምያስ ሰሪሕዋ እዩ ብሓቂ ደስ ኢላትኒ እሳ ቀዳመይቲ ኢለያ ኣለኹ ማለት እዩ ካልኣይ እ፣ ናይ ቴዲ ግበርለይ እሺ ያ እ፣ ቴድሮስ መንግስቱ ብጣዕሚ እዩ ንፉዕ ኣርኦም ሓንሳብ

ሳልሳይ ቀሪበልኩም ዘለዉ ከዓ ብጣዕሚ ዘድንቆ ዝፈትዎ ማለት እዩ ኣማኒኤል ጎይትኦም ሰንደለ ያ ባህላዊ ብጣዕሚ ተባዕታይ ባህላዊ እ፣ ብጣዕሚ እየ ዝፈትዎ ንፊዕ እዩ እ፣ ኣብ ጉጅለ ዝባዶ ብኩሎ ፈልጦ እየ ኣመና ንፉዕ ኣመና ሳልሰይቲ ንፉዕ። ከዓ እዚኣ ኣቅሪበልኩም ኣለኹ ማለት እዩ ኣሰማቅርባ ናብኣ ግበርሎም ትሽዓተ

ከም ጻዕርሉ እቲ ደርፊ ትሪኦ ኢኻ እቲ ሰብ ግን ብዙሕ ከምቲ ክሳይ ኣይኮነን ኣየተባብዖምን እዩ ዘመናዊ ተሰሪሕካ ጥራይ እዩ ክስማዓልካ ዝኽእል ከም ኮይኑ ባህላዊ ብኸምኡ ሓምውቕ ኣሎ እምበር ባህላዊ ኣበየ እሞ ባህላዊ ሲ መንነትካ እዩ ክብርኻ እዩ ባህልኻ ከምዕቃብ ዝመስሎ ጽቡቕ ነገር የለን

ግን ከመይ ክኾን ነይሩ ኣትሊስት ሓምሳ ሓምሳ ባህላዊ ዘመናዊ ማለት እዩ ገለ ድምፃውያን ብዘመናዊትም ክሓሎም በቃ ምስ ዓለም ከላሊኻ ዝኽእሉ ገለ ከዓ ባህሎም ክዕቅቡ ዝኽእሉ ሓደ ሓምሳ ሚእታዊ ተዝህሉ ፅቡቕ ምኾነ ይብል ግን ኣይገርመካን ከምዚ ኣብ ኤርትራ ብፍላይ ሕጂ ባህላዊ ኣብ ዝኾነ ወላ ዘመናዊ እንተኢልካዮ ጓይላ ኣለዎ ዘመናዊ ጓይላ ኣለዎ ያ ዜና ጓይላ ኣብ ካልእ ዓድታት እንተርእኻዮም እቲ ባህላዊ ዝነበረ ኩሉ ብምሉእ ጠፊኡ

እቲ ባህልኻ ክጠፍእ ይጥፍእ የብሉን ኣትሊስት ኩሉ ብባህላዊ ክኾን የብሉን ኩሉ ስራሕካ ባህላዊ ክቕርብ የብሉን ግን ካብኡ ናብኡ ኣብ ባህላዊ ንፍዓት ኣለዉ እኮ ኣብ ባህላዊ ክድምዑ ዝኽእሉ ሰባት ኣለዉ እቲ ባህላዊ ሰብ ምድግፋ- ምድጋፍ ምስ ሰኣ ኣበዮም ግን ናበይ ኣትዉ ናብ ዘመናዊ ኣትዉ ተርዲእኪ ሶ እንታይ ሰብ ከተባብዕ ኣለዎ ባህላዊ ባህላዊ ከተባብዖም ደስ ዝብለኒ ኣነ ብጣዕሚ እየ ዝፈትዎ። ንዓይ ከመይ ይመስለኩም ደቂ ኤሬና እም ባህላዊ ክትብል እንከለኻ ኩሉ ግዜ ገለ ረዚን ኣብ ሂወትካ እንተሎ ዋላ እቲ ኩነታት ይቀያየር ዘለኻዮ ኣ- ሃገር ቀይርካ ድዩ ወይስ ኩነታት ናብራኻ ሚእቲ ካብ ባዶ ናብ ሚእቲ ተቀያይሩ እንተኾይኑ እቲ ረዚን እንተሃልዩካ ገለ ዝሕዘካ ንገር ኣሎ ተረዲእካ ከምዚ ኣብ ከንዲ ትጠፍእ ሃው ኢልካ ትጠፍእ ገለ ይሕዘካ ቁሩብ ትኸይድ ግን እቲ
ንኣብነት ምእካብ ኣሎ መርዓታት ትገብር ኢኻ መርዓ ገለ ትገብር ኢኻ ኣብቲ መርዓ እቲ ብዙሕ ሰብ ክእከብ እዩ ባህላዊ ሽዑ ክለዓሊ ማለት እዩ ሰብ ጠፊእና ኣይክንጠፍእ ኢና ማለት እቲ ፅቡቅ ነገርና እንታይ እዩ ዘለና ወላ ኩልናትና ስደት ፋሕፋሕ ተበልና ዝኾነ መርዓ ድዩ ገለ ኢልካ ትእከብ ኢኻ

ካብ ልቢ ነመስግን ከኣ ዝኾነ በዚ ኢንተርቪው ደቐይርናኩም ተሎ በዚ ዕላል ዝቐይርናኩም ተሎ ኣይትሓዙልና ኢኹም ይቕሬታ ማሽላብ ካብ ወይንቱም ላብ ኤረና